ሰላም ከመይ ቀኒኹም ዝኸበርኩም ሰማዕቲ ሎሚ ክዛረበሉ ደልየ ዘለኹ ኣርእስቲ ድማ ኣውራጃ እዩ ዝብል ክብራት ሰማዕቲ ኣብ ዓለም መቸም ጥዑይ ፖለቲከኛ ክህሉ ኣይክእልን እዩ ፍቅሪ ዝብል እምበር ንፍቅሪ ዝሰርሕ ፖለቲከኛ ኣብ ዓለም ተራእዩን ተሰሚዑን እንዲ ዘይፈልጥ ግዳ ሓቂ እውን ፍቅሪ ኣብ ሃይማኖት ጥራይ ክሰርሕ ዝኽእል ኣብ ፖለቲካ ፍቅሪ ዝበሃል የለን ቁርብተይ ብህዝቦም ዝሓስቡ መራሕቲ ኣለዉ ይበሃል ብዋጋ ስልጣኖም ግን ኖኖኖኖ። ፍቕሪ ኢሎም ንህዝቢ እንተድኣ ኣሕቢሮምዎ ስልጣኖም ክቕፅል ከምዘይክእል ስለዝፈልጡ ናይ ግድን ንህዝቢ ክፈላልይዎ ክኽእሉ ኣለዎም። ኣብ መጀመርታ ቅድሚ ናብ ስልጣኖም ምምፅኦም ግን ናይ ግድን እዮም ፍቕሪ ፍቕሪ ፍቕሪ ፍቕሪ ኢሎም ህዝቢ ከምዝስዕቦም ዝገብሩ። እዚ ኣርእስትና ኣይኮነን ናብታ ናይ ሎማዓንቲ ቀንዲ ርእስትና ንኺድ። ፖለቲከኛታት ዝሰርሑለን ወይ ዝሽቅጡለን ነጥብታት ክገልጸልኩም ክፍትን እየ። እታ ዝዓበየት ኣብ ዓለም ምሉእ ዝጥቀሙላ ሜላ ሓንቲ እያ። ንሳ ድማ ዲቫይድ ኤንድ ሩል ወይ ድማ ጎጃጂልካ ምራሕ እያ ትብል። ነዚኣ ዘይጥቀመላ ፖለቲከኛ መቸም ፍጽም የለን። ሕጂ ኩሉ ነገር ኣብዛ ቃል ንጠርንፎ። ንህዝቢ ብምንታይ ብምንታይ ዮም ዝመቕልዎ ንበል ንኺድ። ብዓሌት፣ ብሃይማኖት፣ ብሕብሪ፣ ኣውራጃ፣ ብሄር፣ ቋንቋ፣ ዓዲ ኮታስ ብዙሕ መፈላለዪ ሜላ ኣለዎም። ስለምንታይ ዮም ከምዚ ዝገብሩ ኢልና ሓሲብና ንፈልጥ ዶ? ሓቆም። ህዝቢ እኮ እንተሓቢሩ መትሓዚ ዝበሃል የብሉን። ሓደ መራሒ ወይ ሓደ ንጉስ ድማ ንህዝቢ ሰነስርዓት ገይሩ ክሕዞ ወይ እውን ኣብ ትሕቲኡ ክገዝኦ እንተድኣ ኮይኑ ናይ ግድን ክፈላልዮ እዩ ዝግደድ። ዋላ ነቶም ካብ ሓንቲ ገዛ ዝወጹ ኣሕዋት እኮ ክልተ ዓይነት ኣተሓሳስባ ከም ዝህልዎም ዝገብሮም። ሕጂ ኣትኪልና እስከ ንዛረብ ብዛዕባ ኤርትራ። ንሕና ኤርትራውያን ነቶም መራሕትና ወሲኽካ ኣብ ሾሻል ሚድያ እውን መዓት ፖለቲከኛታት እዮም ፈሪሞምልና ዘለዉ። ጽቡቕ እንቋዕ በዝሑልና። እንኳዕ ፈረዩልና ውድድር ክህሉ እቲ ዝበለጸን እቲ ዘገድሰናን እዩ ኣቱም ሰባት ግን ኩልኻ ዶ መራሒ ትኸውን ኢኻ ኩልኻ ዶ ተዛራቢ ትኸውን ኢኻ ሓደ ሃገር እኮ መራሕን ተመራሕን መኻርን ተመካርን ሰማዕን ተዛራብን ክህልዎ ኣለዎ ኣቦታትና ክምስሉ እንታይ እዮም ዝብሎ ክልተ ክኢላታት ነዳቖ ተራኺቦም ፍኒስትራ ዘይብሉ ገዛ ይነድቁ ድዮም ዝበሉ ለባማት በዚሖሙና ኮለል በዚሕና በጃኹም። ንሎሚ ገለ ካብተን ገዛእቲ ዝኾኑን ክኾኑ ዝሓስቡን ዝጥቀሙለን ሜላታት ዝበልናየን ነጥብታት ሓንቲ ኣልዒለ ክዛረብ'የ። ኣውራጃ። ኣውራጃ። ኣውራጃ ብትግርኛ እምበር ኣብ ካልእ ዓለም ብዙሕ መጸውዒታት ዘለዎ'ዩ። ብዙሓት ሃገራት'ውን ዝጥቀማሉ ናይ ምሕደራ ቅዲ'ዩ። ክደግመልኩም'የ ናይ ምሕደራ ቅዲ እዩ። ዘተሓሳስበካ ነገር ሎሚ ሎሚ ንሕና ኤርትራውያን ኣውራጃ ዓቢ ኣርእስቲ ኮይኑ ክፈላልየናን ከካትዓናን ስለ ዝተዓዘብኩ'የ ነዛ ኣርእስቲ እዚኣ መሪጸያ ዘለኹ። ኣውራጃ ብምባለይ ግን ገለ ሰባት ክትባእሱኒ ኢኹም። ደሓን ደሓን ኣይትባኣሱኒ ቅድም ስምዑኒ። ኣውራጃ ብጣዕሚ ንኡስ ኣርእስቲ ክንሱ ንምንታይ'ዩ ዓቢ ኣርእስቲ ዝኸውን? ንኣብነት ኣብ ሃገረ ስዊዘርላንድ ካንቶን ዝበሃል መጸውዒ ኣሎ፣ ኣብ ኣሜሪካ ስቴትስ ይበሃል፣ ኣብ ጀርመን እውን ቡንዶስላንድ ዝበሃል ናይ ከባቢታት መጸውዒ ኣሎ። እዚ ልክዕ ከም ኣውራጃ ቅዲ ዘለዎ ኮይኑ ንምምሕዳር ክጥዕመሎም፣ ንሰናይ ነገር ህዝቢ ክፋቐረሉ እምበር ንምፍልላይ ህዝብን ንመፋኸርን ዝተገብረ ኣይኮነን። ኣብ ኣሜሪካ ሓምሳን ክልተን ኣውራጃታት ኣሎ። እዞም ኣውራጃታት እዚኣቶም ድማ በብዘለዎ ተጠርኒፎም ሰሪሖም ተዓዊቶም ንሕድሕዶም ተወዳዲሮም ኣብ ሓደ ደረጃ ክበጽሑ እንተዘይኮይኑ ንሕና ከምዚ ኢና ንሕና ከምዚ ኢና ክብሉ ክበኣሱ ሰሚዕናዮም ኣይንፈልጥን ኢና። ሕዚ ናብ ሃገርና ንምጻእ። ኣብ ሃገርና ኣውራጃ ኔሩና ብወግዒ ኣውራጃ ተገዲፉ ተባሂሉ ብዞባ ተጸዊዑ ክሳብ ዛሎም ለይቲ ግን ኣቦታትና ብኣውራጃ እዮም ዝዛረቡን ዝጽውዑን ዘለዉ ኣውራጃን ዞባን ፍልልዩ እንታይ እዩ ዋላ ሓንቲ ፍልልይ የብሉን ኣውራጃ ሓደ ገዛኢ ሽም ኣውጺሉ ቀጺሉ ድማ ዞባ ካልእ ገዛኢ ሽም ኣውጺሉ ከምዚ ኣውራጃ ጽሩይ ዓጽሚ ዶ ገለ ዶ ፍሉይ ታሪኽ ዶ ዝባሃል ነገር የለን ሰብ ሰብ ብምዃኑ ጥራይ ኣብ ዓለም እቲ ዝኸበረ ፍጡር ምዃኑ ክንኣምን ኣለና። ዝኸበርኩም ሰማዕቲ ኣብዚ ኩሉና ክንፈልጦ ዘለና ሓደ ነገር ኣሎ። እሞ መጀመርታ መጀመርታ ሓደ ሰብ ይውለድ እዚ ሰብዚ ተመርዕዩ ወሊዱ ስድራ ይምስርት ብኻልእ ድማ ሓዉ ንዕኡ ከምኡ ስድራ ይምስርት። እተን ስድራታት ከቢበን እንዳ ይፈጥራ። እተን እንዳታት ሓቢረን ዓዲ ይምስርታ። እተን ዓድታት ተኣኪበን ድማ ኣውራጃ ወይ ዞባ ይምስርታ። እተን ኣውራጃታት ድማ ሃገር፣ ኣህጉር፣ ዓለም እንዳበላ ይኸዳ። ወለዶታት እውን ከምኡ። ካብ ሓደ ሰብ ተበጊስካ ስድራ ቤታት እንዳዓበየ እንዳዓበየ እንዳዓበየ እንዳዓበየ ንኹሉ ህዝቢ ዓለም ዝወለዱ ኣዳምን ሄዋንን ኾኑ። ሓደ ነገር እሞ ንረዳእ፣ ብደረጃ ሓደ ገዛ ውራይ ክግበር ከሎ እቶም ደቂ ገዛ ይሳተፉዎ። ብደረጃ እንዳታት ዝኾነ ውራይ እንተመጽዩ ድማ እቶም ደቂ ሓወቦ፣ ደቂ እሞ ኮታስ እቶም ኣብ ሓደ ፋሚሊ ዘለዉ ብሓንሳብ ሓቢሮም ይሕልፍዎ። ብደረጃ ዓዲ ገለ ተመጽዩ ድማ ኩላቶም ሓቢሮም ዓዲ ኩስቶ ንበሃል ይብሉ። ብደረጃ ኣውራጃ ዝኾነ ይኹን ነገር ተመጽዩ ድማ ብሽም ኣውራጃኻ ሓቢርካ ገለ ነገር ትገብር። ከምኡ እንዳበለ ኣህጉር፣ ዓለም እንዳበለ ይኸይድ። ምናልባት ክሳብ ሕጂ ኣብ ዓለም ኣይተራእየን እምበር እስከ ኔሩ ንበል። ንሕና ኣብ መሬት ዘለና ኣህዛብ ከንከውን ከለና ኣብ ማርስ ካልእ ዓይነት ህዝቢ ኔሮም እንተዝኾኑ፣ ከምዚ ንሕና ደቂ ኣውራጃ ከምዚ ንበሃል ኢልና ንጽውዕ ዘለና እቶም ደቂ ማርስ ንሕና ደቂ ማርስ ክብሉ ከለዉ ብምልና ደቂ መሬት ተኣኪብና ከኣ ንሕና ከኣ ካብ መሬት ዝመጻና ደቂ መሬት ኢና ኢልና ማሓበርና ማለት እዩ ሕጂ ኣነ ወዲ ሓማሴን እየ ክትብል ጸኒሕካ ብደረጃ ሃገር ዝኾነ ጉዳይ እንተሃልዩ ድማ ኣነ ወዲ ኤርትራ እየ ትብል ብደረጃ ኣሃጉር ዝኾነ ነገር እንተመጽዩ ድማ ኣነ ወዲ ኣፍሪቃ'የ ትብል። ኣውራጃ ማለት ንምሕደራ ክጥዕም ዝተመስረተ ክኸውን ይኽእል እዩ። ስለዚ ንጽቡቕ ክንጥቀመሉ ናትና ሓላፍነት ክኸውን ኣለዎ። ነቶም ሸቃጦ ክብርታትና ኣሕሊፍና ኣይንህቦምን ኢና። ግን ከምቲ ኣቐዲመ ዝበልኩኹም እቶም ፖለቲከኛታት ስለ ዝበዝሑና መሳርሒ ይገብርዎ ኣለዉ። ህዝቢ ኤርትራ በዚ ፈላልዮም ክውድእዎ ስዉር ኣጀንድኦም ከዕውቱ ሓኾትኮት ይብሉ ኣለዉ። ኣቤት ድኻም! ህዝቢ ንህዝቢ ኣዋዲእኻ ህዝቢ ንህዝቢ ኣቃቲልካ ትርከብ ረብሓስ እንታይ ኮን እያ ረብሓና ይግበራ። ኣታ ክቡራት ሰማዕቲ እቲ ዘተሓሳስበካ ነገር ግን ናይ ህዝብና እዩ። ህዝብና ብዙሕ ተመክሮ ኣለዎ። ክንደይ መግዛእቲ፣ ክንደይ ሽግር፣ ክንደይ ሞት፣ ክንደይ ጥፍኣት ዝፈልጥ ክንሱ ክሳብ ሕጂ ግን ኣብ ጸላእቱ ዝደረስሉ ድራማ ክዋሳእ ይነብር ኣሎ። ኣንታ ክቡር ህዝቢ ሕጅስ ንቓሕ! ክሳዕ መዓስ ክትዕመት ኣብዚ ሙዕቡል ግዜ ኣነየ ጽሩይ ወለዶ ኣነየ ጽሩይ ዓጽሚ ኣነየ ከምዚ ናተይ ታሪኸይ ጽቡቕ ንሕና ኢና ከምዚ ጌርና ንሕና ኢና ከምዚ ጌርና ክትብል ኣየጸብቐልካን እዩ ሰብ ሰብ ብምዃኑ ጥራይ ክቡር ምዃኑ ኣብ ርእስኻ ኣቐምጦ እዚ ብሃገርና ብኣውራጃና ብኣህጉርና ብደቂ ገዛውቲ ብተኣኻኸቦን ንፋቐሮን ንከባበሮን ዘለና ክብረትና ክብረትና ደኣ እምበር መፈከሪና ኣይኮነን ኣብ መወዳእታ ክብሎ ዝደሊ ህዝቢ ኤርትራ ፋሕ ኢሉ ኣሎ ገለን ብጥሜት፣ ገለን ብስእነት ሰላም፣ ገለን ኣብ እስሪቤት ኮይኑ ብደቓይቕ ሰላም ክረክብ ዝጻባጸብ ህዝቢ እዩ ዘለና። ንሕና እቶም ኣብ ሰላም ዘለዎ ዓዲ ኮይንና እኹል ገንዘብ ዘለና፣ ደቅና ነምህር፣ ፓስፖርት ኣለና፣ ኣብ ድላይና ዓዲ ንኸይድ፣ ከም ድላይና ንነብር፣ ምሸት ደቅና ኣዳሪርና ኣደቂስና ላይፍ ወጺና ህዝቢ ክነዋድእ ሃተፍተፍ ክንብል ንሓድር ዘለና፣ ግን ሶኑይ ትውጋሕ ዓርቢ ትውጋሕ ኣይግድሰናን እዩ ክንደይ ስድራቤታት ግን ጾመን ዝሓድራ ሎሚ ዶ ጽባሕ ይወጋሓለይ ክብላ ዝሓድራ ደለዋ ስድራቤታት ክንዝክር ይግብኣና እዩ ስለዚ ታሪኻዊ ጌጋ ኣብ ህዝቢ ኣይንጋገ ጽባሕ ክትወጊሓ ክንሕተት ኢና ድማ እዚ ተረዲእና መዝሙርና ሰላም ንግበሮ ኣውራጃና ክብረትና ንማሓደረሉ ቅዲ መንብሮና እምበር መፈከሪናን መባኣሲናን